ጓልሲ ብዘይ ድንግልና ምጽናዕስ ኢትስ ኖርመል እያ እታ ዕላል ኣበጊሳታ ኖርማል ኣይኮነን ኢላ ንኻ ኖርማል ኣይኮነን ዝስምዓካ ስምዒት ኣሎ ግን ምስ ናትካ ባክግራውንድ ኣጣሚርካ ምስቲ ዝመጻኻዮ ሂወት ርኢኻ ከም ቅቡል ዘይኮነስ ኢትስ ኦኬ ኢልካ ክትከይድ ትኽእል ኢኻ ግን ኖርማል ኣይኮነን ኣንደር ኤኒ ሲትዌሽን እያ ነይራ እታ ጸልዋ። ማክያቬሊ እንታይ ኢልዎ ነቲ ንጉስ ክትፍቀር ዘይኮነ ክትፍራሕ እዩ ዘለካ ኢልዎ ደሞር ብዝተፈራሕካ መጠን ደሞር እዮም ሰባት ዘኽብሩኻ ደሞር እንድሕር ተፈቂርካ ግን ሰባት ኩሉ ግዜ እዮም ዝደፍሩኻ
ኣቱም ብርሃን ገዛ ጽቡቅ ኮንካ እምበር ወሳኸ ውዴ ማዕረ እዋ ኣውቲ ግን ገለን ዛቀማቀማኻ ፈገያ መዓልቲ በቃ በቃ እሺ

ንሎሚ ንዓኹም የዛናግዑን የዛንዩን ድበልክዎም መደባት ሒዘልኩም መጽየ ኣለኹ። ነዛ ቻነል ሓደሽቲ ዝኾንኩም ሼር፣ ላይክ፣ ሳብስክራይብ ከምኡውን ኮመንት ብምግባር ናይ ወትሩ ተኸታተልቲ ናይዛ ቻነል ክትኮኑ ብትሕትና እዓድመኩም። ከምቲ ልሙድ ነዛ ቪድዮ ክጅምርዋ ከለኹም ላይክ ምግባር ከይትርስዑ። ሰናይ ምክትታል። ዳታ ብቁልጡፍ ክንማሓላልፍ ኣለና ኮኔክሽንና ፋስቲ ክከውን ኣለዎ ከምዚ ናይ ፋይዋይ ብቁልጡፍ ክንረዳዳ ኣለና።
ብሂወት ክትፍቀር ዘይኮነ ክትፍራሕ እዩ ዘለካ። ኣደይ ትሙት በ ማኪያቬሊ እንታይ ኢልዎ ነቲ ንጉስ ክትፍቀር ዘይኮነ ክትፍራሕ እዩ ዘለካ እዩ ደሞር ብዝተፈራሕካ መጠን ደሞር እዮም ሰባት ዘኽብሩኻ ደሞር እንድሕር ተፈቂርካ ግን ሰባት ኩሉ ግዜ እዮም ዝደፍሩኻ ስለዚ ዋላ ንኣብነት ራእይዎ ይኹን ኣብ ሕብረተሰብና ኣብ ናይ ደቂ ኣንስትዮ ንምፃእ ንኣብነት ሓንቲ ጓል ነቶም ኣብ ከባቢኣ ዘለዉ ሰባት ቡን ተስትዮም ሻሂ ተስትዮም ኣብ ገዛኣ ኣለኩም ምሽ ናይ ሓፍቲ ነገር ትገብረሎም ቀዳመይቲ ታርጌት ዝገብርዋ ነታ ጓል እዩ መጀመርያ ኣታክ ዝገብርዋ ነታ ቡን ተስትዮም ነታ ትንከባኸቦም ነታ እንጀራ ሰንኪታ ትህቦም ቀዳመይቲ ታርጌት ዝገብርዋ ንዓ እዮም ውፅእ ኢሎም ኣብታ ደገ ቀዳመይቲ ሽዑ ንመን ይደልዩ መሲልኩም ንመን ይደልዩ መሲልኩም ነታ ምስኦም ግዜ ትሐልፍ ጓል ንዓ ኣይኮኑን ዝምርዓዋ ሓዳር ዝገብሩላ ነታ ረጊጻቶም ትሓልፍ ነታ ትኸቶም ነታ ትንዕቆም ከ ረስፔክት ገብረዋል መብዛሕተን ኣብዚ ማሕበራዊ ሚድያ ረስፔክት ድኾና ኣዋልድ ረኣይዎም ኢኹም ሓቁ እኳ እዩ ከምዚ ሜራ ሓውና ክብሎ ዝጸንሐ ሕጅስ ሓበሻ ጥራሕ ደይኮነስ ኣብ ዝኾነ ይኹን ቦታስ ደቂ ሰባት ነቲ ዘኽብሮም ሰብ ገዲፎምስ ነቲ ዘየኽብሮም እዮም ደኽብሩ። እንታይ ግልብጥሽ ድኾነ ባህርያት ካበይ ድመጸ ባህርያት እዩ እዚኣ ንዓይ ዋላ ሓንቲ ደይትርድኣኒ ሕቶ እያ ደበነ ግርምቢጥሲ ማይ ንዓቐብ ክብሃል እኮ ከምዚ እዩ። ከምኡ እዩ ዝብለካ እቲ ኣይዛክ ኒውቶን ከምኡ እዩ ዝብለካ ተረዲእኻኒ። ኣብ ካናዳ ክልተ ዓመት ተቐሚጥካ ምስ መጻኻ።
Where is Daddy ኣንታ እንታይ ኢኻ ትብል ኣቦይ ኣበይ ኣሎ። እዛ ቪድዮ ትዝክርዋ ዲኹም? ኣቦኻ ደኣ ሰብ ዝበጽሖ በጺሕዎም። ኦው ሰብ ዝበጽሖ በጺሕዎ ሎቶሪ ክንደይ ሚልዮን። ኣንታ ወደይ ሎቶሪ ይበጽሖም። ዓሪፎም እየ ዝብለካ ዘለኹ ዓሪፎም ኦው ዓሪፉ ስታንዳብ ኮሜዲ ቀደም ነይሩ። ኣበየናይ ሆቴል
ኦይ ኣታ ወደይ ሎቶሪ በጽሖም ሆቴል ኣየዕረፉ ሞይቶም እየ ዝብለካ ዘለኹ ሞይቶም ኣደይ ትበል ኣባይ ሞይቱ ኣም ቨሪ ሶሪ እንታይ ክብል ሕጂ። ኣቦየ መዓረየ ኣቦየ መዓረየ ኢልካ ብኸየሎም ኢለን ሽዑ ዋላ እታ ኣብ ኣክሰንት እኳ ዩ ቁዛኖም ቤላ ገይሩ ኣትየን። ኣምጺኦ። ዮሃንስ ከኣ ብድድ ኢሉ ኣቦይ መዓረየ ሞይትካ ብድሕረይ ኣቦይ ማረይ ሞይትካ ብድሕረይ ኣይ ኣይ ኣይ እዞም ናይ ሎሚ ደረፍቲ ተሰሚዖማ ደኣ እዛ ግጥምን ዜማን ክሰርቅዎ እዮም ደርፊ ኮይና ድሕሪ ቁሩብ ክትዝርጋሕ። ሓንቲ ጓል ኣንስተይቲስ ብዘይ ድንግልናኣ ምጽናሕ ኖርማል ድዩ ኣይኮነን? ኣነ ከ ነገር ሓሪፍ ዶ የድህበሉ? ኣዋልድ ንሕና ንዘልዓልናዮ ሓሳብ ዝጻረራ ሰባት ኣለዋ። ነቲ ሓሳብ እቲ ክጻረርኦ ከለዋ እንታይ እየን ድኾና ዘለዋ? ሰባት ካብ ጌግእን ክመሃር ስለ ዘይደልያ ዘለዋ እየን። ንሕና ግን ካብ ጌጋና ከይተረፈ ኢና ሰባት ክመሃሩ ንደሊ። ንኣብነት በዚ ሕጂ ንሕና ዝመጸናዮ ዓይነት ኣካይዳ ናይ ህይወት ደቅና ክኸዱ ንደሊ ድና ኩላትና? ኣይንደልን ኢና። በቲ ንሕና ዝሓለፍናዮ ህይወት ደቅና ክሓልፉ ንደሊ ኢና? ኣይንደልን ኢና። ካብኡ ወጻኢ ግን ብስነ ስርዓት ብዘይ ጌጋ ተረዲካ እፁብ ክኸውን ተተረኪቡ ውላድካ ደስ ብለካ ዶ ሰው ብከምዚ መንገዲ ክኸዱ ደሊና ኣለና ስለዚ ኣነ ንሓንቲ ጓል ድንግልና ክብሪ ክኢ እንተ ኢለያ ኖ ቶማስ ተጋጊሎ ክብሪ ከይኮነ እንተ ኢላታ ሓንቲ ጓል ሲ ኣረኑ እንደ ተፍሪሓ ከመ ተረዲካ ከምዚ ስረቅ ኣይትስረቅ እዩ ዝኸውን ዘሎ ካልኣይ ነገር እቶም እቶም ብዛዕባ ንሕና ሕጂ ድንግልና ዝበሃል ኣርእስቲ ኣልዒልና ክንዛረብ ከለና ኣብቲ ሽዑ እዋን ዘዛርበና ዝነበረ ነገር እቲ ድንግልና ዝበሃል ነገር ክለዓል ከሎስ ኣነን መርከብን ብዕላል ምስ ኣልዓልናዮ ናብ ምንታይ ገጽ'ዩ ከይዱ? ከምዚ ጓልሲ ብዘይ ድንግልና ምጽናዕስ ኢትስ ኖርማል እያ እታ ዕላል ኣበጊሳታ። ኖርማል ኣይኮነን ኢላ ንኻ ኖርማል ኣይኮነን ዝስምዓካ ስምዒት ኣሎ ግን ምስ ናትካ ባክግራውንድ ኣጣሚርካ ምስቲ ዝመጻኻዮ ሂወት ርኢኻ ከም ቅቡል ዘይኮነስ ኢትስ ኦኬ ኢልካ ክትከይድ ትኽእል ኢኻ። ግን ኖርማል ኣይኮነን ኣንደር ኢኒ ሲትዌሽን እያ ነይራ ተዘላ ሕጂ ነዚ ነገራት እንዳተራብሐ ምስ ከደስ ኣብ ርእሲ ኣብ ናይ ምዕራብ ሃገራት ዘለዋ ኣዋልድ ኣሕዋትና ግን ቁንጣር ቁንጣር ውሕዳት እየን ሰብ ክብከላ ስለ ዝኽእላ ኢና ኩሉ ግዜ ነልዓለን ኣብ ርእሰን ዘሎ ናይ ኣተሓሳስባ ፀገም ምስ ረኣኽዎ ግን ዘሰንብድ ፀኒሑ ኣዝዩ ዘሰንብድ ተረዲእካ ኣለኻ ብትኽክል ደቂ ኣንስትዮ ኣሕዋትና ብዓመፅ ብስፖርት፣ ብተፈጥሮ፣ ናይ ድንግልና ሃይምን ወይ ከኣ ናይ ጅማታት ምብታኽ ኣጋጢሙ እውን ክኸውን ይኽእል እዩ። እዚ ኣይኮነን ድንግልና። ድንግልና ንብሎ ዘለና ንሕና።
ሕጂ ቶማስ ከምዚ ክብሎ ዝጸንሐ ትኽክል ዘረባ እዩ ክዛረብ ጸኒሑ። ስለምንታይ ድንግልና ብዝተፈላለየ መንገዲ ክጠፍእ ይኽእል እዩ። ብስፖርታዊ መንገዲ ድዩ ዋላ ብተፈጥሮ ድዩ ድንግልና ጠፊኡ ክጸንሕ ይኽእል እዩ። ግን ድንግልና ብጾታዊ ርክብ ጠፊኡ እንተ ጸኒሑ ኖርማል ኣይኮነን። ወላ ብዓይኒ እግዝኣብሄር እንተ ርኢናዮሲ ዝኾነ ዓይነት ርክብ ቅድሚ ሓዳር ዝግበር ከም ዝሙት እዩ ዝቑጸር። ዝሙት ከኣ ሓጥያት እዩ።
You get it? If you don't get it, forget about it. ኣብዛ ሰዓት እዚኣ ድሌታተይ ዘማልኣለይ ሰብ ተዝረክብ ኔረ ሓደ ሚልዮን ምሃብክዎ ኔረ። What?
ኣብዛ ሕጂ ሰዓት ድሌታተይ ዘማልኣለይ ሰብ ተዝረክብ ነይረ ሓደ ሚልዮን ቅርሺ ምሃብክዎ ነይረ። ሓደ ሚልዮን ሓደ ሚልዮን ቅርሺ ምሃብክዎ ነይረ። እንታይ ድሌትካ? ሓሙሽተ ሚልዮን ዝበኒ ሰብ ክረክብ
ወላ ኣነ ምደለኹ ነይረ እዚ ድሌታት እዚ ናይ ኩላህና ድሌታት እዩ ዝዓርከይ ማዓረይ ኩሉ ሰብ ድደልዮ ነገራት እዩ
እዋይ ኣምነ ፍሊጶስ በዓል ደብ ኣንታ ካባኻ ድዩ ወጺኡ ዝዘረባ። ከምዚኤን ዓይነት ለባማት ኣዋልድ እንዲና ሲኢንና ደለና ኣዋልድ እስከ ኩላትክን ከምዚኣ ዓይነት ለባም ጓል ኩና

መቒሎምኒ ዋ
ናይ ልብኺ ዲኺ እስከ በሓደ እስከ ንቕፅ ኢለ ሕደር እስከ በሊ ኣነ ዘይነቅፅ ነቅፅዋ ሕጂ ደኣ ሕጂ ደኣ ትነቅፅን ፈረቓን እምበር። ገዛ ን ሓሙሽተ ሚልዮንን ሰሚዕካ ተባራቢርካ ዶ እዚ ኩሉ ጸወግወግ እዚ ኩሉ ገንጨርጨር ኣበይ ከይዱ ሕጂ ኣዋልድ እስከ ኩላትክን ከምዚኣ ዓይነት ለባም ጓል ለባማት ኣዋልድ ኩና እስከ ዋእ!
ኣታ ሓንቲ ተሳኢና ከምዚኣ ልብም ድበለት ጓል። ሐቡሽ ኣብ መንገዲ ክራከቡ ከለዉ። እውይ እዚ ከኣ መጺኡ እዚ ረሳሕ በራሕ። ኩሉ ሰብ ኣብዛ ሰዓት እዚኣ ከምዚኣ እንዳተባህለ እዩ ሰላም ዝባሃል። ጫሕ መጺኡ ከኣ ሕጂ።